ዛንታና ኣብ ሓቀኛ ታሪኽ ዝተደረኸ መጽሓፍ ጸሓፊ ኣዲሱ ኣለማዮም ያፒማፒም ዘንታዊ

ኣነን ብርኽትን ብዛዕባ እቲ ገጢሙና ዘሎ ኩነታት ከመይ ከም እንሰግሮ ዘዝመስለና ሓሳባት እናልዐልና ከምዚ ዶ ከምቲ እንተኾነ ይሓይሽ እናበልና እናተጻወትና እንከለና ኣዴኣ ኸዛ ካብ ድቃሰን ስለ ዝተሰኣ ብርኽቲ ቡና ከፍልሕ ኢላ ፈናጅል ምቅርራብ ምስ ጀመረት ሃንደበት ኤፍሬም ሓዋውን ናብ ገዛ መጸም ኤፍሬም ናብቲ ዘለናዮ ገዛ ህሩግ ኢሉ ክኣቱ እንከሎ ካብ ላዕሊ ክሳብ ታሕቲ ብደም ናይቶም ብድሮን ዝተጠቕዑ ግዳያት ጠልቅዩ ምስ ረኣናዮ ብጣዕሚ ደንጊጽና ኣብ ሆስፒታል እኹል ሓኪም ክህሉ ስለ ዘይክእል ኩሉ ሰራሕተኛ በቲ ኩነታት ኣብ ገዛ ተዓፅዩ ሓበሬታ እውን ስለ ዘይረክብ ድሕሪ እቲ ኩነታት ናብ ስራሕ ዝተመለስ ሓኪም እውን ውሕድ ስለ ዝኾነ እቲ ቡና ንስ ክንስተዮ እሞ ንሕና ምስ ተመለስና ክንሰቲ ኢና ኢልናየን ኣነን ኤፍሬምን ተተሓሒዝና ናብ ሆስፒታል በረርና። ናይታ መኪና ጋቢና ከፊተን ትኣቱ እቲ ናይ ድሕሪትን ቅድሚትን ወንበር ከይተረፈ ብናይ ሰብ ደም ተጸያይቑ ደም ጠልቂዩ ረኣኽዎም ይገርመካ እዩ ብዓይነይ ዝረኣኽዎ ኩሉ ብጣዕሚ እዩ ዝሐዝን ኣብ መንበሪ ገዛ ኩያ ደርብያቶም እቲ ገዛ ብ ልዕሊኦም ፈሪስዎም ምስ ህይወቶም ዝተቐብሩ ገና ተፋሒሮም ዘይተረኽቡ ህፃውንቲ ቆልዑት እውን ኣለዉ እንታይ እሞ ክብለካ ኢዶም ንበይኑ እግሮም ንበይኑ ርእሶም ንበይኑ ተፈላልዩ መዓናጥኦም ወፂኡ ዕፅምቶም ተበታቲኑ ንምእራዩ ንምእካቡ ዘፀግም ሕማቕ ዓይኒ ርኤ በይዛኻ በለ ኤፍሬም ዓይኑ ጓህሪ መሲሉ በቲ ኩነታት ኣምሪሩ ሓሪቑን ሓዚኑን ነታ ኣምፑላንስ እናእወየ ብፍጥነት እናገንሓም እዚ ህዝቢ እዚ ግን እንታይ በዲልዎም ዓዱ መንበሪኡ መረበቱ ገዲፉ ናበይ ክኸደሎም ደልዮም ናበይ ክጠፍአሎም እንታይ ዓይነት ግፍዒ እዮም ኣብ ልዕሌና ዝፍጽሙ ዘለዉ ዘለዎም ናይ ፖለቲካ ኣፈላላይ ንጹሃን ብድሮንን ጀትን ከይደብደቡ ናይ ህዝቢ ንብረት እውን ከየዕነዉ ናይ ሰብ ህይወት ከየጥፍኡ ኣብ ወንበር ኮፍ ኢሎም ብዘረባ ክፈትሕዎ ይኽእሉን ማለት ድዩ ኢሉ መልሲ ዘይብሉ ሕቶታት ኣምሪሩ ሓተተኒ ነቲ ኤፍሬም ዝሓቶ ዘሎ ሕቶ መልሲ ስኢነሉ በቶም ኣብ ልዕሊ ንጹሃን መቕዘፍቲ ንኽወርድ ዝፈርዱን ሓዊ ዘዝንቡ ዘለውን ሰያጥን ኣዝየ ሓዘንኩም እምበርከ ሰባት ድዮም ከም ሰብ ይሓዝኑ ይነብዑ ቀይሕ ደም ይደምዩዶ በልኩ ጨኒቑኒ ፖለቲከኛታት ኣብ ውሽጦም ዘሎ ትዕቢትን ውልቃዊ ቂምን ብናይ ንጹሃን ደቂ ሰባት ደም ንምውጻእ ብልዕሊ ሰላማውያን ሰባት ዝወስድዎ ዘለዉ ጭካነ ዝተመልኦ ስጉምቲ ኣሕዚኑኒ ከይተፈለጠኒ ብክልተ ኢደይ ርእሰይ ሓዝኩም ነቶም ዝተወቕዑ ሰባት ሒዘ ናብ ሆስፒታል እናኸድኩ እንከለኹ ካልኣይ በዚ ውቕሮ ሕልፍ ኢልካ ተመሊሳ ደርብያ ብዙሕ ሰብ ተጎዲኡ እዩ ዝበሃል ዘሎ ናብ ሆስፒታል ዝተወስዱ ድማ ኣለዉ ኣብ መንገድን ኣብቲ ቦታን ዝሞቱ እውን ብዙሓት ኣለዉ ሆስፒታል ብወቕዓት መሊኡ እዩ ዘሎ ኣብ ልዕሊኡ መድሓኒት የለ እኹል ዝሕክም በዓል ሞያ እውን የለ እቶም ዘለዉ ሓካይም ስራሕ ካብ ዓቕሞም ንላዕሊ እዩ ኮይንዎም ዘሎ በለኒ ሕርቃኑ ካብ ዓቐን ንላዕሊ ኮይንዎ ክዛረብ እንከሎ ሕንቕ ሕንቕ እናበሎ ኤፍሬም ቅድም ኢሉ ብዓይኒ ክሪኦ እንከለኹ ከምዚ ዝበለ ብዓዱ ሕሩር ግዱስ ትግራዋይ መንእሰይ ኣይመስለልን ነይሩ ካብታ ዝተረኸብናላ መዓልቲ ጀሚሩ ግን ንዓይ ዘለዎ ትሕትና ከምኡ እውን ንዓዱን ንህዝቡን ዘለዎ ፍቕርን ሓልዮትን ዝገርም ኮይኑ'የ ረኺበዮ። ትግራይ ተወሪራ ክበሃል እንከሎ እቲ ወዲኒ ዕዋላ እናተብሃለ ካብ ቁም ነገር ዝግለል ዝነበረ መንእሰይ እዩ ኣነ ንዓደይ እናበለ ቅድሚት ዝተሰለፈ ኣብ ሓፂር እዋን ድማ ምስ ክንደይ ልምዲ ዘለዎም ኣሽሓት ገጢሙ ታሪክ ዝሰርሕ ዘሎ ናይ ሎሚ ወለዶ ብፍላይ መንእሰይ ብዓዱን ብህዝቡን ዘይኽእሎ ቀልዲ ዘይፈልጥ ንዝኾነ ይኹን ነገር ቅድሚት ዝስለፍ ውፉይ ተባዕ ህዝቢ ምዃኑ ኣመስኪሩ እዩ መንገዳ መንገዱ ዘለዉ ናይ ፍተሻ ኬላታት ሓሊፍና ናብ ማእኸል ከተማ ምስ ኣተና ከምቲ ብርኽቲ ዝበለቶም ኣብቲ ከተማ ሲቪል ሰብ ዳርጋ የለን በብዝሓቶም ወታደራት እዮም ወሪሮምዎ ዘለዉ ኣብ ከተማ ተሽከርካሪ ናይ ወታደር ፓትሮል እምበር ካልእ ዝሽክርከር ናይ ሲቪል መኪና ድማ የለን ናይ ንግዲ ቦታኹም ክፈቱ ተባሂሎም ተገዲዶም ዝኸፈቱ ሓደ ሓደ እንዳ ሸቐጣ መቐጥ ከምኡውን ፋርማስታት ወፃኢ ካልእ ናይ ስራሕ ቦታ ዝበሃል ኩሉ እውን ዕፅው እዩ ዘሎ ብቐትሩ ከቲሩ ዝሓዝካዮ ዝምንጥል ይኹን ዝቐተለካ ስለ ዘይፍለጥ መብዛሕትኡ ሰብ ናይ ስራሕ ቦትኡ ዓፅዩ ኢዱን እግሩን ኣጣሚሩ ኣብ ገዝኡ ኮፍ ኢሉ ኣሎ ብዙሕ ፍተሻታት ሓሊፍና ኣብቲ ናይ ሆስፒታል መእተዊ ዓብዪ በሪ እንትንበጽሕ ወታደራት ኢትዮጵያ ዘውዒ ደው ኢሎም ረኺብናዮም ንክልቴና ውረዱ ኢሎም በብተራ ምስ ፈተሹና እናተጻደፍኩ ናብቲ መሐከሚ ክፍልታት ተሓከምቲ ክርኢ ክዘውር ጀመርኩም ከምቲ ኤፍሬም ዝበለኒ ብድሮን ዝተወቕዑ ምንም ዘይፈልጡ ህፃውንቲ መናእሰይ ኣዴታት ኣቦታት ከምኡውን ኣብ ዝተፈላለየ ክሊ ዕድመ ዝርከቡ ሕዱር ሕማም ዘለዎም ኣብቲ ሆስፒታል ደቂሶም ክሕከሙ ዝጸንሑ ተሓከምቲ ሓዊሱ ዝሪኦም ዝሕክሞም ሰብ ተሳኢኑ ሕፅረት መድሓኒትን ናውቲ ሕክምናን ኣጋጢሙ ብርክት ዝበሉ ተሓከምቲ ጸግዓ ጸግዑ ወዲቖም ሽም መላእኽቲ እናልዓሉ ክቕንዘውን ክበኽዩን ረኣኹ ኣብዚ ፈታኒ እዋን እዚ ከቢድ መጥባሕቲ ዘድልዮምን ከቢድ ማህሰይቲ ዘጋጠሞምን ተሓከምቲ ብሰንኪ ሕጽረት መድሓኒትን ናውቲ ሕክምናን መብዛሕትኦም ናይ ምድሓን ዕድሎም ተመናሚኑ እናመቱ እዮም ዝርከቡ። ብድሮን ዝተወቕዑ ብዙሕ ዶም ዝፈሰሶም ብህይወት ናብ ሆስፒታል ዝበጽሑ ተሓከምቲ ህይወቶም ምትራፍ ስኢነም ኣብ ኢደይ እናሞቱ ምርኣይ ንኣዝዩ ከቢድ ሓዘንን ጭንቅን ዳሪጉኒ እዚ ኩሉ ብዓይነይ እናረኣኹ ሕልሚ ድዩ ጋህዱ ክሳብ ዝጠራጠር እቲ ዝሰርሐሉ ሆስፒታል ብወቕዓትን ዝሓመሙን ተመሊኡ ኣቦታት፣ ኣዴታትን መናእሰይን ህፃውንትን ብጭንቀትን ንብዓትን ኣብ መሪር ሓዘን ተዋሒጦም እናረኣኹ ርእሰይ ክዞረኒ ጀመረ። መድሓኒት ንኸይኣቱ ኸልኪልካ ህዝቢ ብጥሜትን ሕማምን ንኽመውት ዝሓመመ ተሓኪሙ ኸይድሕን ብኽባን ዕፅዋን ንኽፀንት ህዝቢ ድቃስ ለይቲ ኸሊኦም ዘሳቅይዎ ዘለዉ ኩሎም ኣብ ልዕሊ ደቂ ሰባት ዘለዎም ጭካነ ዝገልፅ ቃል ደልየ ሰኣንኩሎም። ነቶም ኣብ ስቓይን ሕማምን ዘለዉ ተሓከምቲ ሓደ ብሓደ ቀሪበ ዝኽእሎ እናገበርኩ ዓቕሚ ስኢኖም እንትሓልፉ ድማ ብሓዘን ዓይኒ ዓይኖም እናረኣኹ ከም ዝዓበደ ሰብ ናብዝን ናብትን እናበልኩ ውዒለ መሬት መሲዩሎም ብሕፅረት ዝተመጣጠነ ምግቢ ሓሚሞም ኣብ ኣፍ ሞት ዝርከቡ ህፃናትን ከምኡውን ክብደቶም ትሑት ኮይኑ ዝተወልዱ ቆልዑ ይሞቱ ከም ዘለዉ እውን ተወሳኺ ሓበሬታ ተነጊሩኒ ተሓኪሙ ክድሕን ዝኽእል ሰብ፣ ሰኣን ቀረብ መድሓኒትን ናውቲ ሕክምናን ብዓይንኻ እናረኣኻዮ ኣብ ኢድካ ክመውት ከሎ ምርኣይ ከም ሓደ ሓኪም ኣዝዩ ዘሕዝንን ምፍጣርካ ክትጸልእ ዝገብር ኩነታት ቅድሚ ሕዚ ኣብ ህይወተይ ገጢሙኒ ስለ ዘይፈልጥ ኩሉ ነገር ዘይርሳዕ በሰላ ኣብ ልበይ እናገደፈ ኣብ ህዝበይ ዝበጽሕ ዘሎ ግፍዕን ዘሕዝን ፍጻመታትን ኩሉ ብዓይነይ ክሪኦ ተገደድኩ። እቲ ኣጋጢሙና ዘሎ ሕጽረት መድሓኒትን ናውቲ ሕክምናን ህዝቢ ዓለም በጺሑልና ቅልጡፍ ፍታሕ ተዘይተገይርሉ ብዙሕ ክድሕን ዝኽእል ሰብ ክንስእን ከም ዝኾንና ብዓይነይ ርኤ ደምደምኩም ሕዱር ሕማም ዘለዎም ደቂሶም ሕክምና ዝከታተሉ ዝነበሩ ተሓከምቲ ከምኡውን በብመዓልቱ ዝካየድ ዘሎ ናይ ጄትን ድሮንን ደብዳብ ዝተጎድኡ ዜጋታት ይበዝሑ ስለ ዘለዉ ዝኸኣልክዎ ንኽሕግዝ ኣብ ሆስፒታል ክሓድር ከም ዘለኒ ወሲነ ብርኽቲ ክሳብ ጽባሕ ምሸት ምስ ማማኣ ኸዛ ንኽትከውን መልእኽተይ ንኸብጽሐለይ ንሓዋ ንኤፍሬም ሰዲደ ኣነ ኣብቲ ሆስፒታል ተረፍኩ።

ስቓይን ብኽያትን ናይ ተሓከምቲ እናሰማዕኹ፣ ውቕዑን ቁስልን ብዝኸኣልክዎን ብዝረኸብክዎን መድሓኒት ክሕክም ወጊሑኒ፣ ኣዕዋፍ ጫው ጫው ክብላ ሰሚዔ፣ ለይቲ ተቐንጢጡ ወገግ ይብል ከም ዘሎ ተረዳእኹ። ብዘይ ዕረፍቲ ምስ መሳርሕተይ ክሰርሕ ሓዲረ ዋላ እኳ እንተደኸምኩ፣ ክሰርሖ ብዝሓደርኩ ተግባራት ግን መዕቀኒ ኣልቦ ሓጎስን ናይ ሕልና ቅሳነትን ግን ተሰምዐኒ። ሰኣን እኹል መድሓኒት ኣብዛ ለይቲ እዚኣ ብህይወት ዝተፈለዩና ወገናት እናሓሰብኩ ንቐጻሊ ስራሕ ቁሩብ ንቕሕ ክብል ኢለ ሻሂ መሳሊ ውዑይ ነገር እንተረኸብኩ ናብ ናይ ቢሮና ስታፍ ክፍሊ ኣምራሕኹ እቲ ፍጹም ዝበለ ማዕጾ ደፊኤን ተኣቱ ምሳይ ለይቲ ምሉእ ላዕልን ታሕትን ክትብል ዝሓደረት ነርስ ትርሓስ ኣብቲ ክፍሊ በይና እናነብዐት ረኸብክዋም ዳርጋ ኩላትና ሓካይም በቲ ተፈጢሩ ዘሎ ከቢድ ኩነታት ዝተልዓለም ፍታሕ ዘይብሎም ነገራት ካብ ዓቕምና ንላዕሊ ክኾነና እንከለዉ ክድሕን ዝበልናዮ ተሓካሚ ሰኣን መድሓኒት ሃንደበት ኣብ ኢድና ክሓልፍ እንከሎ ብሓዘን ተዋሒጥና እናነባዕና እንርእየሉ ኩነታት ብዙሕ እዩ ይኹን እምበር ናይ ትርሓስ ግን ቁርብ መረር ዝበለ ይመስል ንምንታይ ተደፊኣ ትነብዕ ከም ዘላ ክሓታ ኢለ ናብቲ ኮፍ ዝበለትሉ ወንበር ቀረብኩ ትርሓሰይ ድሓን ዲኺ እንታይ እዩ ዝኽሉ ንብዓት በልክዋ ኣብ ጎና ወንበር ስሒበና ተቐመጥኩ ማእገራ ብኢደይ ቀስ ኣቢለን ንሓስክዋ ወዲኦምዎም ዘን በላዕቲ ሰብ ወዲኦምዎም ኣሕዋትና ሰብ ዝበሃል የተረፈን ህዝቢ ወዲኦሞ ዶክተር በለትኒ ብምሒር ንብዓት ሕቕ ኢላ እናበኸየት ብዘረባ ኣደንጊፀን ተረጋግእ እሞ ድሓን ህድእ ኢልክ ንገርኒ ኣጆኺ እንታይ እዩ ተፈጢሩ መን እዩ ንመን ወዲእዎ ዘሎ እንታይ ክትብሊ ዘለኺ በልክዋም እቲ ገጻ ከም ውሕጅ እናሓፀቦ ዝወርድ ዘሎ ንብዓታን እቲ ትብሎ ዘላን ኣሰንቢዱኒ ብምዕራብን ብኢሮብን ሰራዊት ሻዕብያ ኣትዮም ነቲ ሰላማዊ ህዝቢ ጨፍጪፎሞ ዝኸኣልዎ ዘሪፎም ዝተረፈ ድማ ቃፂሎም ዞም በላዕቲ ሰብ ዞም ርጉማት ኣይ ኣነ ወይ ኣሕወይ ኣሕዋተይ እናበለት ኣምሪራ ነብዐት ትርሓስ ተወላዲት ኢሮብ እያ ብስርሓ ግን ምስግንቲ ምስ ኩሉ ፍቕሪ ውፍይትን ንእድትን ነርሲ እያ ንሳ እውን ከማይ ድሃይ ወለዳ ከም ዘይረኸበት ትማሊ ሓቢርና እናሰራሕና እንከለና ብዛዕባ ስድራኣ ክሓታ እንከለኹ ቁሩብ ጀማሚራትለይ ነይራ እቶም ጨካናት ኣትዮም እቲ ከባቢ ሒዞሞ ህዝቢ ይርሽኑ፣ የጋፍዑ፣ ይደፍሩ፣ ገዛውቲ የቃጽሉ ኣለዉ ክበሃል እንከሎ ዝስማዕ ስምዒት ቀሊል ኣይኮነን። ሰራዊት ሻዕብያ ክወርር ዝኣተወ ምዃኑ ህዝብን መንግስትን ትግራይ ብመረዳእታ ደጊፉ ንዓለም ከቃልሕ ዋላ እኳ እንተፈተነ ህዝቢ ትግራይ ዓጽኻ ንምጽናት ዝሓሰብዎ ኣጀንዳ ንምዕዋት ክብሉ ግን መንግስቲ ፌዴራል ሰራዊት ሻዕብያ ዶብ ሰጊሩ ከም ዘይኣተወን ኣብ ልዕሊ ንጹሃን ዝተፈጸመ ግፍዒ ከም ዘየለን ብሚድያታቱን ብኣባላቱን ኣቢሉ ንመላእ ዓለም እናደናገረ እዩ ዝርከብ ዘሎ ሰራዊት ሻዕብያ ንትግራይን ህዝባን ናብ ድሕሪት ንምምላስ ብዝብል ድሑር ናይ ሓሳዳት ዕላማ ጎዮም ዘይጸገቡ መናእሰይ ኣብ ዝተወለዱሉ መረበቶም መዝሓሊ ጥይትን መለማመዲ ዕላማን ይገብርዎም ኣለዉ ደቂ ኣንስትዮ ኣብ ቅድሚ ሓዳረንን ወለደን እናተደፈራ ኣዝዩ ዘስካሕክሕ ንኽትፍጽሞ ሲትረፍ ንኽትሪኦ ዘሕፍርን ዘፍርሕን ተግባር ንዘመናት ዘይድሕን በሰላን ዘይርሳዕን ይቕረ ዘይበሃል በደልን ኣብ ልዕሊ ህዝቢ ትግራይ ይፍጽሙ ከም ዘለዉ ዘረጋግጽ ብዙሕ መንገዲ ቋሪጹ ካብ ዝመጽእ ሓደ ተሓካሚ ረኺበዮ ዝበለቶ ናይ ቪድዮ ምስሊ ኣብ ስልካ ኣርእያትኒ። ቅድሚ ሕዚ ከምዚ ዓይነት ክፍዕን ጭካነን ኣብ ፊልም እውን ርእየ ኣይፈልጥን። እቲ ቪድዮ ንኽትሪኦ መሕዘኒ መስካሕክሕ ካብ ምዃኑ ዝተልዓለ ከማይ ሰብ ብህይወቱ እንከሎ እናተቓጸለ እናተሓረደ በጃኹም መሓሩኒ እናበለ እናተሳቐየ እናረኣኹ ርእየ ክውድኦ ኣይከኣልኩን። ነብሰይ ክምትምት ኢሉ ንቋረጽክዎም ሰብ ኮይኑ ኣብ ከምኡ ዝኣመሰለ ናይ ፈጣሪ ፍጡር ብፍላይ ድማ ተንበርኪኹ መሓረኒ ኣይትቕተለኒ ኢሉ ዝልምን ዓቕሚ ዘይብሉ ሰብ ምዃኑ እናረኣዩ ክንድዚ ክጭክኑ ክስይጥኑ ዝገብሮም መድሓኒት ዘይብሉ ናይ ኣተሓሳስባ ጸገም ይኹን ሕማም ንምፍላጥ ግን ሕንቅል ሕንቅሊተይ ኮይኑኒ ኣብ ዝተፈላለዩ ከተማታት ትግራይ ናይ ሻዕብያ ሰራዊት ኣትዮም ናይ ትግራይ ክብሪ ክግህሱ ከበሳብሱ ሃብትን ንብረትን ክዘርፉ ፋብሪካታትን ሆቴላትን ከቃጽሉ ከዕንዉ ተተካእቲ ወለዶ ከብርሱ ዓበይቲ ክቐትሉ ደቂ ኣንስትዮ ንኸይወልዳ ብጉጅለ ክደፍሩ ንተመሓላለፍቲ ሕማማት ንፌስቱላ ከቃልዕወን ሃብትን ንብረትን ህዝቢ ትግራይ ክዘርፉ ብሓፈሻ ትግራይ ከጽንቱ ከጥፍኡ ከብርሱ ንድሕሪት ክምልሱ ተሃንዲዶም ኣትዮም ትግራይ ብምውራር ንትግራዋይ ብምብስባስ ኩለን እተን ዝሓሰብወን እከይ ተግባራት ኣብ ልዕሊ ህዝቢ ትግራይ ብጭካነ ዝተመልኦ መንገዲ ይፍጽምወን ኣለዉ። ትሪኦም ደለኻ እዚ ኹሉ መንእሰይ ከም እንስሳ ፍቖዶ መንገዲ ዘርጊሖምዎ ሬሳ እኳ ከይለዓል ሓመድ ድበ ከይረክብ ከልኪሎምዎ ብኣራዊት ንኽብላዕ ፈሪዶምሉ ኣለዉ ንእንስሳ እኳስ ከምዚ ትጭክነሉን እናበለት ብዙሓት ዝተቐተሉ ሰላማውያን ተጋሩ ኣብ መንገዲ ተዘርጊሖም ብቪድዮ ኣብ ስልካ እናንብዐት እናሕለፈት ደጊማ ኣርኣየትኒ ሕዚ እውን እዚ ግፍዒ ዝተመልኦ መስካሕክሒ ጭካነም ከማይ ዓፅምን ስጋን ዘለበሱ ሰባት ድዮም ፈፂሞምዎ ኢለ ንክኣምን ፍጹም ኣይከኣልኩን ሰይጣን መንፈስ እዩ ብዓይኒ ኣይረአይን ዝበሃል ጌጋ እዩ ሰይጣን ብሰብ ተመልሲሉ ኣብ ሰባት ዓሪፉ ይገሃዶ ይኸውን በልኩ እቶም ሰብ እናሓረዱ እናቃጸሉ እናቐተሉ ብምስሊ ዝረኣኽዎም ጨካናት ከማይ ሰባት እዮም ዝብል መልሲ ሕልናይ ምቕባል ስለ ዝኸበዶ እዩ ኣብ ልዕሊ ህዝበይ ዘብፅሕዎ ዘለዉ ጭካነ ዝተመልኦ ግፍዕን ትሓስብ ነዋርሕ ድምፆም ይኹን ዓይኖም ዘይረኣኽዎም ኣብ ኣኽሱም ዘለዉ ስድራይ መተዓቢተይ ጎረባብተይ ኣብ ቅድሚ ዓይነይ ድቅን በሉኒ ከመይ ይኾኑ? ኣበይ ይህልዉ? እንታይ ኮን ገጢምዎም ይኸውን? ዓዶም ገዲፎም ዶ ተሰዲዶም ይኾኑ? ወይስ ብህይወት ተሪፎም ንሶምን ረዳእ ስኢኖም በቶም ጨካናት በላዕቲ ተበሊዖም ይኾኑ? መልሲ ዘይብሎም ሕቶታት ኣብ ርእሰይ እናተመላለሱ ዕረፍቲ ኸልኡኒ። ሰብ ዝኣክል ዓብዪ ፍጡር ክንዲ ፍረ ጣፍ ከይቈጸሩ ቀቲሎም ኣብ ማእከል መንገዲ ኣብ ፀሓይ ዘርጊሖምዎ ዝኸዱስ ክንዲ ምንታይ ጨካናት ክኾኑ እንከለዉ እዩ ከመይ ዝበለ ማሕበረሰብ ስለ ዘዕበዮም እዩ ቁርብ ርህራሄ ዘይብሎም እንታይ ዓይነት ዕላማ ዘለዎ መንግስቲ ስለ ዝመርሖም እዩ ክንዲዚ ናይ ሰይጣን ባህሪ ክላበሱ ዝኸኣሉ እናበልኩ ዓይነይ ክሳብ ዝቐይሕ ርእሰይ ክሳብ ዝሓምም ዝኾንኩ እቲ ትርሓስ ዘርእየትን ምስሊ ኣብ ሓንጎለይ ተቐሪጹ እናተመላለሰ ዋላ እኳ ካብ ሕልናይ ኣይጠፍእን እንተበለም ናብ ህዝቢ ዝተኮሰ ውድቀቱ እዩ ዘቀላጥፍ ዝብል ኣብ ባህላ ጀጋኑ ምስ ዘከርኩ ግን ዋላ እኳ ሎሚ ደሃዮም ይጥፋእ ጀጋኑ ደቂ ትግራይ ኣኻውሕ ፈንቂሎም ጎበታት ኣፍሪሶም እንተስ ብመሬት ከም ነብርን ኣንበሳን እናተወርወሩ ወይ ካብ ሰማይ ከም በረድ ነጢቦም ህዝቦም ካብዚ መሪር ጭቆና ሓራ ከም ዘውፅዎ በዓል ሙሉእ እምነት ኮይነ ኣለኹ ክሳብ ዝወግሕ እዛ ቐጣን መዓልቲ ክሳብ እትሓልፍ ግን ንእስራኤል ካብ ኢድ ፈርኦን ንዳንኤል ካብ ኣፍ ኣናብስ ዘድሓንካ ፈጣሪ ነዚ ሕያዋይ ብዘይ ሓላዊ ዝተረፈ ህዝቢ እውን ካብ ሞትን ስደትን ስቓይን መከራን ሓልዎ እናበልኩ ብልበይ ናብ ፈጣሪየይ ጸለኹ ድሕሪ ሰዓት ሓጋዚ ሓኪም እንተ ረኺበ ኣብ ዝባነይ ንተኸታታሊ ኣርባዕተ መዓልታት እትኸዲነዮ ዘለኹ ክዳነይ ናብ ገዛይ ከይደ ቐያይረ ቅድሚ ምምሳዩ ናብ ኣዲኣ ኸዛ ክኸይድ ጥዕነአን ከመይ ከም ዘለዋ እውን ክርኤን ኣለኒ ኢላ ሒዘዮ ዝነበርኩ ፕሮግራም ሰሪዘ ናብዝን ናብትን ክብል ከይተረድአኒ ብስራሕ ተወጢረ እኽለማይ ከይጠዓምኩ ድቃስ ብዓይነይ ከይሓለፈት

ፍሉይ ክትትል ዘድልዮም ኢልና ፈሊና ዝሓዝናዮም ከቢድ ናይ ድሮን ውቃዕ ዘለዎም ህፃውንቲ ቁስሎም ክፀርገሎም እናምራሕኹ እንከለኹ ሃንደበት ኤፍሬም እናተፃደፈም በቶም ተሰሊፎም ጸግዓ ጸግዒ ወዲቖም ዘለዉ ተሓከምቲ ቋሪጹ ናባይ ገጽ ክመጽእ ብቐረባ ርሕቐት ርእየዮም ኣብታ ዘለኽዋ ደው ኢለ ተጸበኽዎም። ንሱ ናባይ ክሳብ ዝቐርብ ኣብ ውሑዳት ሰከንዳት ውሽጢ ብርክት ዝበሉ ሕቶታት ዝሓዘሉ ሓሳባት ኣውሪደ ኣደየብኩ። ኣብዚ ግዜ እዚ ዝስማዕ ዘሎ ወረ ኩሉ ኣብዝሓ ብዛዕባ ሓዘንን ሞትን ስለ ዝኾነ እንታይ ገጢሞ ይኸውን ከምዚ እናተጻደፈ ዝመጽእ ዘሎ እናበልኩ ክሳብ ዝቐርብ ልበይ ናብ ጎረሮይ ተሰቒላ ዓቕለይ ጸበበኒ። ኤፍሬም ዝኾነ ከቢድ መልእኽቲ ሒዙ ከም ዝመጸ ውሽጠይ ይነግረኒ ኣሎ ግን ድማ እዚ ኢለ ንምግማት ተጸገምኩ ክንየው ናባይ ቅርብ ምስ በለ ሰላም ከይበልኩ እንታይ ደኣ ናይ ደሓን በልክዎም ዋኒኑ ቀልጢፉ ንኽነግረኒ ሃጺጸን ዶክተር ኣዲኣ ኸዛ ብጣዕሚ ተጸሊእዎን እዩ ዘሎ ዕርዩ ምስ በኣሰ ነማርጽ ምስ ሰኣና ናብ ዝናባኻ ሒዝናዮ መጺእና ኣለና ኣብቲ ኣምቡላንስ ውሽጢ ምስ ብርኽቲ ኣለዋ በለኒ ንሱ እውን እንቃዓንቃ እናተንፈሰ ድምፁ እናተቆራረጸ ንህዝቡ ሓራ ንኸውፅእ ዝፈትዎን ወላዲቱን ኣይ ሓደራ ኢሉ ገዲፉ ናብ በረኻ ዝወረደ ዓወት መሓዛይ እታ ሓደራ ኣደይ ኢሉ ኣብ ወላዲቱ ዝገደፈለይ ቃል ኣብ እዝነይ ዳግም ደወለት ምስቲ ገጢሙና ዘሎ ሕፅረት መድሓኒትን በዝሒ ተሓካምን ሕማመን በርቲዑ ዝኸፍእ ፈተና ከየጋጠመን ልዕሊ ኩሉ ፈጣሪ ምሕረቱ ከውርደለን ብልበይ እናለመንኩም ኣነን ኤፍሬምን ተመራሪሕና ናብታ ኣምቡላንስ ከይድና ኣለና ኣደ ኣኸዛ ኣብ ብርኽቲ ተደጊፈን ዓይነን ንምግላጽ ዓቕሚ ስኢነን ስልምልም እናበላ ረኸብክወን ቀትርን ለይትን ቅንዕ ድፍእ ኢለን ሰሪሐን ዕዳጋ ወሪደን ወደን ከዕብያ ናይ እንዳማተን ክዳን ሓጺበን እንጀራ ሰንኪተን ጸብሒ ፍሊሐን ጉንብሕ ጥልዕ ኢለን ዘይደኽማ ዝነበራ ሰበይቲ ግዜ ኸፊኡ ብርኪ እግረን ጠሊምወን ብሰንኪ ዕፅዋን ክባን ጥዕና ርሒቕወን ዓይነን ንምኽፋት ዓቕሚ ስኢነን ርኤ ካብ ልበይ ሓዘንኩ ኣነን ኤፍሬምን ተሓጋጊዝና ካብቲ ኣምቡላንስ ወሪድና ናብቲ ሕክምና ክፍሊ ኣብ ተሽከርካሪ መደቀሲ ኣደቂስና ሒዝናየን ኣተና ኣብቲ ብተሓከምቲ መሊኡ ዘሎ ክፍሊ ክፍቲ ቦታ ኣላሊሸ ዝተሰበረ ዓራት ጸጋጊነ ኣጸጋጊዐ ንኽድቅሳ ገበርኩ ብሰንኪ ሕፅረት መድሓኒትን ናውቲ ሕክምናን ከም ኣዲ ኣኸዛ ዝበሉ ናይ ሕማም ሽኮርን ኩላሊትን ተሓከምቲ በብመዓልቱ ብርክት ዝበሉ ዜጋታት ይፍለዩና ከም ዘለዉ ብዓይነይ ይርኢ ኣለኹ ንዓወት መሓዛይ ከም ኣደነቦን ኮይነን ዘዕበኦ ወላዲቱ እውን ብሰንኪ ስእነት መድሓኒት ከይንስእነን ደጋጊመ ፈጣሪየ ይለመንኩም ኣብ ናይ ስራሕ ዘመነይ ንኽንደይ ሰባት ሓኪመ ከም ዘይርሓንኩ ሎሚ ህዝበይ ብመድሓኒት ክትትል ክድሕኑ ብዝኽእሉ ሕማማት ተጠቒዑ ሰኣን ቀረብ መድሓኒት በብመዓልቱ ከም ቆፅሊ ክረግፍ እንከሎ ደው ኢልካ ምርኣይ ካብ ዓቕመይ ንላዕሊ ኮይኑኒ